ሰላም ጥዕና ሃበልና ከመይ ኣለኹም ክቡራትን ክቡራንን እዚ ራራ ሚድያ እዩ ተፈታዊ ሚድያኹም ራራ ዜና ትንታነን ውሽጢ ዓድን ወፃእን ብዝተፈላለዩ ቅርፅን ትሕዝቶን ጀሚሩ ኣሎ ልሙድ ምክትታልኩምን ደገፍኩምን ኣይፈለየና ንብል ራራ ሚድያ ጥበብ ይመራሕ ኣብ ቀጽልቲ ዒስራ መዓልትታት ካብ ስልጣኑ ከም ዝወርድ ዝዝረበሉ ዘሎ ጀነራል ታደሰ ሎሚ ዕለት ኣብ ዞባ ምብራቕ ኣብ ሓደ መድረኽ ተረኺቡ ዝበሎ ቃል ማእሰርቲ ሸዊት ውዳሴ ገና ዋዒኡ ከይቐነሰ ማእሰርቲ ንጥፍቲ ደጋፊት ውድ ህወሓት ሰናይት መብራቱ ዝምልከት ከምኡ እውን ሓደ ንሎሚ ዝሓረናልኩም ፍሉይ ዛንታ ሒዝና ቀሪብና ኣለና ክትከታተሉና ንዕድም። ሕሉፍ ዓመት ከምዚ ወርሒ እዚ ኣዘራራቢ ብዝኾነ መንገዲ መንበረ ስልጣን ፕሬዚደንት ትግራይ ዝተቆፃፀረ ጀነራል ታደሰ ወረደ ብዛዕባ ምብቃዕ ስልጣኖ መልኪቶም ብርክት ዝበሉ ሓበሬታታት ይወፁ ኣለዉ ውሽጣዊ ምንጭታተይ ብምውካስ ረኺበዮ ክብል ኣውራምባ ታይምስ ዘውፅኦ ሓበሬታ ከም ዘመላኽቶም ስልጣን ታደሰ ወረደ ኣብቂዑ ውድብ ህወሓት ንኣማኑኤል ኣሰፋ ኣሰናዲኡ ከም ዘሎ ገሊፁ ኣማኑኤል ኣሰፋ ነዚ ጉዳይ እዚ ኣመልኪቱ ዝፈልጦ ነገር ከምዘይብሉ ብምጥቃስ፣ ኣብ ልዕሊ ኣሰናዳኢ ኣውራምባ ታይምስ ዳዊት ከበደ እውን ሞያዊ ስነ ምግባር ዘይሓለወ ከይዲ ኣፀባፀባ ክብል ወቒሱ። ሓበሬታ ኣውራምባ ታይምስ ሓዱሽ ኣዛዚ ሰራዊት ትግራይ ኣመልኪቱ ረኺበዮ ኣብ ዝበሎ ውሽጣዊ ሓበሬታ ድማ ወዲ መድህን ናብ ኣዛዝነት እቲ ሰራዊት ክመፅእ ተሓርዩ ከምዘሎ ገሊፁ። ጀነራል ታደሰ ወረደ ቅድሚ ኣዋርሕ ጀሚሩ ብደንብን ክንፊ ሚድያን ህወሓት ሰፊሕ ወቐሳ፣ ነቐፌታን ፀርፊ ዝሓወሶ ወፍርን ይበፅሖ ዝነበረ እንትኸውን ኣብዚ ቅንያት ኣነ ከም ጌታቸው ከይመስለኩም ኢሉ ኣፋጢጡሎም ዝብል ሓበሬታ ካብቶም ሰፊሕ ሽፋን ሚድያ ሒዞም ዝቐነዩ ዛዕባታት ሓደ እዩ። ኣብዚ ቅንያት ብደደቢት ሚድያ ኣቢሉ ቀሊል ዘይበሃል ዘመተ ዝቐነየሉ እቲ ፕሬዚደንት መውረዲ መዓልቱ ከፀብቕ መጠንቀቕታታት ክድርበየሉ ምቕናዩ ንምርዳእ ክኢልና ኣለና። እዚ ከምዚ'ሉ እንከሎ፣ ቢሮ ሕርሻ ሓድሽ ሹመኛ ካብ ዝመጽእ ናብዚ ቅድሚ ዘይተራእየ ዓበይቲ ፎርማታት ናይ ደገ ስራሕቲ ልምዓትን ሰሪሑ ሽፋን ሚድያ ክረኽቡ እንትገብር ንምዕዛብ ክኢልና ኣለና። ናይዚ ሓደ ኣካል ድማ እዚ ተሰናባታይ ፕረዚደንት ግብርና ኣብ ምዝማን ዘሎ ጸገም ኣብ ምቕራፍን ኣብ ምትእትታው ሜካናይዜሽንን ትኹረት ገይርካ ምስራሕ ኣለዎ ዝበለሉ መድረኽ ኣብ ዞባ ምብራቕ ትግራይ ወረዳ ፅራወንበርታ ጣብያ ሚካኤል ኣምባ ተሳሊጡ ነይሩ። እቲ መድረኽ ዑደት ምዝዛም ዕቅብ ሓመድን ማይን ንምፍላጥ ዝተኻእለ እንትኸውን፣ ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ኣብ ዞባ ምብራቕ ጣብያ ሚኪኤል ኣምባ ኣብ ምዝዛም ወፍሪ ዕቀባ ሓመድን ማይን ተረኺቡ ኣብ ዘሕለፎ መልእኽቲ ዕቀባ ሓመድን ማይን ብኢኮኖሚ ዓርስና ንምኽኣል መሰረት እዩ ክብል ተዛሪቡ። ህዝቢ ናይ ዒስራ መዓልቲ ነፃ ጉልበትን ዕቀባ ሓመድን ማይን ምውፋሩ ድማ ልክዕ እዩ ኢሉ ፕሬዚደንት ታደሰ። ኣብዚ ሕዚ ሰዓት ቀንዲ ግንባራትና ናይ ቁጠባ ዓቕሚ ምዕባይ ዝሕግዝ ስራሕቲ ተጠናኺርካ ምቕፃል ግድን እዩ ዝበለ እንትኸውን ኣብ ቁጠባ ብፍላይ ድማ ኣብ ልምዓት ሕርሻ ዝግበር ስራሕ ተጠናኺሩ ክቕፅል ፀዊዑ ፕሬዚደንት ጀነራል ታደሰ ገባርና መፍረያይነት ብምዕባይ ንባዕሉ ካብ ምምጋብ ሓሊፉ ዕዳጋ ተኮር ዝኾነ ምህርቲ ክረክብ ይግባእ ምስ በለ ናይ ተሓራሳይ መሬት ፀገም ከይኮነስ ግብርና ኣብ ምዝማን ዘሎ ፀገም ኣብ ምቕራፍ ክስራሕ ከም ዘለዎ ሓቢሩ ኣብ ህሉው ኩነታት ትግራይ ኣድሂቡ እቲ ፕሬዚደንት ኣብ ዝሃቦ ቃል ትግራይ ሕዚ ዘለትሉ ኩነታት ኣዝዩ ሕማቕ ምዃኑ ምስ ሓበረ ካብዚ ዘለናሉ ፀገም ንምውፃእ ናይ ሰላም ኣማራፂ ፀንቂቕካ ምጥቃም ከምዘድሊ ገሊፁ። ዘበን ፕሬዚደንትነት ታደሰ ወረደ ድሕሪ ከባቢ ዒስራ መዓልቲ ሰላሳ መጋቢት ዘብቅዕ እኳ እንተኾነ ዛጊድ ብቑሉዕ ንስግግር ስልጣንን መፃኢ ዕፃ መሪሕነት ትግራይን ዝምልከት እዚ ዝበሃል ምንቅስቓስ ኣይረኣይን ዘሎ። ዝተፈላለዩ መራኽብ ኲናት ሃገረ ኣሜሪካ ይበጽሐን ብዘሎ መውቃዕቲ ኢራን ንድሕሪት የንሳሕባ ከም ዘለዋ ይግለጽ ኣሎ። ንኢራን ይድብድባ ዝነበራ ተዋጋእቲ ጀታት፣ ሚሳይላት፣ ራዳራትን ዝጸዓና መራኽብ ኣሜሪካ ካብቲ ዝነበረኦ ኣንሳሒበን ዘለዋ መልክዕ ናይቲ ኲናት እናተፈለየ ይኸድ ብምህላው እዩ ዝበሉ ተንተንቲ ኣብ ዝተራኸበትሉ ኣብዚ ሕዚ እዋን ኤኣርዲ ብዝብል ምሕጸረ ቃል ዝፍለጥ ማዕኸን ቴሌቪዥን ጀርመን ንሰብ መዚ ኣሜሪካ ብምጥቃስ ከም ዝጸብጸቦ፣ ኣብ ቀይሕ ባሕሪ ጅዳ ደው ኢሉ ዝነበረ ዩኤስኤስ ጀራልድ ፎርድ ዝተባህለ ዓብዪ መርከብ ውግእ ኣሜሪካ ባርዕ ከም ዝተለዓለሉ ይግለጽ ኣሎ። እዚ ዛጊድ ምኽንያቱ ዘይተፈለጠ ባርዕ ሓዊ፣ ሓደ ምኽንያት እንትኸውን ቅድም ክብል ኣብዚ ዞባ ዝንቀሳቐስ ዝነበረ ዩኤስኤስ ኣብርሃም ሊንከን ዝተባህለ ነፈርቲ ውግእ ዝስከም መርከብ ካብ ዝነበረ ቦታ ተላዒሉ ኣሎ። ሕዚ ድማ ዜና ዕረፍቲ። ስነ ስርዓት ቀብሪ ተጋዳላይ ኮነሬል ፍስሃ ገብረስላሴ ማለት ፍሳህ ዓፍሽ ትማሊ ተፈጺሙ ኣሎ። ስዉእ ጅግና ተጋዳላይ ኮነሬል ፍስሃ ገብረገርግስ፣ ፍስሃ ዓፍሽ፣ ስነ ስርዓት ቀብሩ ኣብ ካቴድራል ቅዱስ ገብርኤል መቐለ ኣብ ዝርከብ መካና መቓብር ሃርበኛታት ትግራይ ተፈጺሙ። ተጋዳላይ ኮነሬል ፍስሃ ገብረስላሴ ካብ ወላዲኡ ኣይተ ገብረስላሴ ተክለ ሃይማኖትን ከወላዲቱ ወይዘሮ ኣበባ ተስፋይን ነሓሰ ዓሰርተ ክልተ፣ ሽሕን ትሽዓተ ሚእትን ሓምሳን ሓሙሽተን ዓመተ ምህረት ኣብ ማእኸላይ ዞባ ትግራይ በቲ ሽዑ እዋን ወረዳ ላዕላይ ማይጨው ሕዚ ወረዳ ናዕዴር ተወሊዱ። ተጋዳላይ ኮነሬል ፍስሃ ግብረስላሴ በቲ እዋን ካፍቶም ወፅዓን ግፍዕን ህዝቢ ትግራይ ኣይንቕበልን ኢሎም ኣብ ዕሸል ዕድሚኦም ናብ በረኻ ገሊ ዝተፀምበሩ ጀጋን ደቂ ህዝቢ ሓደ ኮይኑ ብሽሕን ትሽዓተ ሚእትን ሰብዓን ክልተን ዓመተ ምህረት ተጋዲሉ ካብ ተራ ተዋጋኢ ክሳብ ዝተፈላለዩ ብርክታት መሪሕነት ብምዃን ተልእኹኡ ብብቕዓት ዝፈፀመ ጅግና እዩ።

ኣብ ክፍለ ሰራዊት ቀይሕ ኮኾብ ምክትል መራሒ ሬጅመንት ብምዃን ፋሽሽታዊ ስርዓት ደርጊ ንኽድምስስ ተዋጋኣይን መዋጋእን ኮይኑ ብብቕዓት ዝተጋደለ ጅግና እዩ። ተጋዳላይ ኮነሬል ፍስሃ ገብረስላሴ ፍስሃ ዓፍሽ ካብ ዝተጋደለሉ እዋን ክሳብ ምድምሳስ ስርዓት ደርግ ኣብ ዝተሳተፈሎም ውግኣት ዝተፈላለዩ መውጋእቲ ዘጋጠሞ እንትኸውን ክልተ ግዘ ከዓ ኣዝዩ ከቢድ ጉድኣት ከም ዝበፅሖ ሰነዳት ታሪኹ ይሕብሩ። ብ1975 ዓ.ም ኣብ ውቕሮ ክልተ ኣውላዕሎ ኣብ ከብዱ ተወጊኡ ኣብ ዶሜን ኮይኑ ብሽሕን ትሽዓተ ሚትን ሰማንያን ዓመተ ምህረት ከዓ ኣብ ማይጨው ኣብ ዝነበረ ውግእ ነፈርቲ ደርግ ብዝደርበኦ ናፖሊም ጋዝ ሙሉእ ሰውነቱ ተቓፂሉን ሓንቲ ዓይኑ ስኢኑን ይብል ተጋዳላይ ኮነሬል ፍስሃ ገብረግስላሴ እዞም ከበድቲ ጉድኣታት ክኢሉ እዩ ክሳብ ምድምሳስ ስርዓት ደርግ ብፍፁም ጅግንነት ዝተዋግአን ኣብ ሃልሃብታሕ ዓውደ ውግእ ብብቕዓት ዝመርሐ እውን ይብል ገድሉ ተጋዳላይ ፍስሃ ገብረስላሴ ድሕሪ ምድምሳስ ስርዓት ደርግ እውን ካብ ሽሕን ትሽዓተ ሚእትን ሰማንያን ኣርባዕተን ዓመተ ምህረት ክሳብ ሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት ኣብቲ ኣዝዩ ፈታኒ ዝነበረ ሰላምን ምርግጋዕን ምክትል መራሒ ሬጅመንት ኮይኑ ተልእኾኡ ብብቕዓት ዝፈጸመ እንትኸውን ካብ ሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት ክሳብ ሽሕን ትሽዓተ ሚእትን ተስዓን ዓመተ ምህረት ድማ ኣብ መደበኛ ሰራዊት ምክልኻል ኢትዮጵያ ምክትል መራሒ ብርጌድ ብምዃን ተልእኾኡ ብብቕዓት ፈጺሙ ብሽሕን ትሽዓተ ሚእትን ቴስዓን ዓመተ ምህረት ሻዕብያ ምስ ወረረ ድማ እቲ ወራር ንምምካት ክሳብ መወዳእታ እቲ ኹናት ኣብ መበል ዕስራን ክልተን ክፍለ ሰራዊት ኢትዮጵያ ፈለማ ምክትል ኣዛዚ ብርጌድ ቀፂሉ ኣዛዚ ብርጌድ ብምዃን ብጅግንነት ብብቕዓትን መሪሑ ድሕሪ ወራር ሻዕብያ እውን ኣብ መበል ዕስራን ክልተን ክፍለ ሰራዊት ኣዛዚ ብርጌድ ኮይኑ ዝቐጸለ እንትኸውን፣ ኣብቲ ከይዲ እታ ባዕሉ ዝመርሓ ዝነበረ ብርጌድ ተመሪጻ ብዓለም ለኸ ናይ ምኽባር ሰላም መዐቀኒ ቅርጺ ሬጅመንት ክትሕዝ ብምግባር ንሱ ምክትል ኣዛዚኣ ኮይኑ ዓዱን ሰራዊቱን ብምውካል ናብ ዓቃቢ ሰላም ላይቤሪያ ብምኻድ ምስ ኣሃዱኡ ብልዑል ስነ ምግባርን ተልእኾን ዝፈጸመ እዩ። ብምቕጻል እውን ወታደራዊ ተዓዛቢ ማለት ኦብዘርቨር ብምዃን ናብ ሱዳን ተላኢኹ ዝተውሃቦ ሓላፍነት ብብቕዓት ፈጺሙ ተመሊሱ እዩ። ድሕሪ ካብ ዓቃብ ሰላም ምምላሱ ናብ ምክትል ኣዛዚ መበል ዕስራን ክልተን ክፍለ ሰራዊት ዝዓብየ ኮይኑ፣ ቀጺሉ እውን ዋና ኣዛዚ መበል ዓሰርተ ክልተ ክፍለ ሰራዊት ኮይኑ ብብቕዓት ዝመርሐ ተጋዳላይ ፍስሃ ገብረስላሰ ዋና ኣዛዚ ማእኸለ መሰልጠኒ ምብራቕ እዚ ኮይኑ። ብድሕሪኡ ድማ ብኽብሪ ካብ ሰራዊት ዝተሰናበተ ማለት ጥሮታ ዝወፀ እንትኸውን፣ ብ ክልተ ሽሕን ዓሰርተ ሰለስተን ዓመተ ምህረት መንግስቲ ብልፅግና ብልፍንቲ ኣብ ልዕሊ ህዝቢ ትግራይ ጆኖሳይዳዊ ወራር ምስ ፈፀመ እታ ዝተጎሳቖለትን ዝተጎደእትን ኣካሉ ሒዙ ምእንቲ ህልውና ህዝቡ መስዋእቲ ክኸፍል ዳግማይ ዝወፈረ ኮይኑ ሓላፊ ወፍርን ስርሒትን ኣርሚ ብምዃን ክሳብ ዕለተ መስዋእቲኡ ብፅንዓትን ጅግንነትን ዝተጋደለ ሓርበኛ እዩ። ተጋዳላይ ኮነሬል ፍስሃ ገብረስላሰ ካብ ዕሸል ዕድሚኡ ኣትሒዙ ተዋጋኣይን መዋጋኣይን ኮይኑ ኣብ ዘሕለፎም ናይ ገድሊ ዓመታት ካብቶም ኣዝዮም ትጉሃት ጀጋኑ ዝጥቀስ ብዝመርሖም ኣባላትን ኩሎም ብጾቱን ኣዝዩ ዝፍቶም ኣሃዱኡ ብኹለ መዳይ ቐዲሙ ዘዳሉ ዝተዋሃቦ ተልእኾ ብታሕጓስ ዝቕበል ኣብ ፍሉይ ዝበሉ ተልእኾታት ተመሪጹ ዝወፍርን ዝተዋሃቦ ተልእኾ ብብቕዓት ዝፍጽምን ጅግና ተጋዳላይን ወታደራዊ መራሕን ነይሩ። ጅግና ተጋዳላይ ኮነሬል ፍስሃ ገብረስላሴ ካብ ኣሚኑ ዝኾነት ጅግና ተጋዳላይት መሰሉ ግርማይ ኣቦ ክልተ ቆልዑ እዩ። ተጋዳላይ ኮነሬል ፍስሃ ገብረስላሴ፣ ፍስሃ ዓፍሽ፣ ብሓገዝ ኮሚሽን ሃርበኛታት ትግራይ ናብ ዝሓሸ ሕክምና ሃገር ህንዲ ተላኢኹ ንኽድሕን እኳ ዝከኣል ፃዕሪ እንተተገበረ ክድሕን ኣይከኣለን። ሸውዓተ መጋቢት ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ክትትል ሕክምና እንዳሃለወ ተሰዊኡ። ስነ ስርዓት ቀብሩ ድማ ትሽዓተ መጋቢት ክልተ ሽሕን ዓሰርተ ሸሞንተን ዓመተ ምህረት ስድርኡ ብጾቱን ፈተውቱን ኣብ ዝተረኸብሉ ኣብ ካቴድራል ቅዱስ ገብርኤል ከተማ መቐለ ኣብ ዝርከብ መካነ መቓብር ሃርበኛታት ትግራይ ተፈጺሙ። ንስድራ ብጾቱን ፈተውቱን ድማ ጽንዓት ይምነ። ዜና በዚ ይፍጸም።